ጥይት ናብ መን? ኣብዛ ኣርእስቲ እዚኣ ቁሩብ ሓሳበይ ክህበሉ ከም መደብ ናይ ሎሚ

ልክዕ እዩ ምስዚ ሕጂ ዘሎ ነገራት ካብኡ ተበጊሰ ጥይት ናብ መን ዝብል ዘለኹ ማለት እዩ ስለዚ ኣብዚ ኢትዮጵያ ብኣብ ኣሕመድ ተሓጊዞም ወይ ድማ ምስ ኣብ ኣሕመድ ዝኾነ ውዕላት ገይሮም መደበር ታዕሊም ከፊቶም ሰራዊት ትዕልሙ ከም ዘለዉ እዞም ኣብ ስእሊ ንሪኦም ዘለና ኣሕዋትና ካብ በዓል በየነ ጀሚርካ በዓል በረኸት በዓል ኪሮስ ማለት እዩ ውዘተ እተን ካልእ ብንጹር ኣይፈልጦምን እየ ብኦም ዝምራሕ ኣብ ኢትዮጵያ ታዕሊም ጀሚርና ብሉ ኣለዉ ልክዕ ኣብዚ ብክራር ዝፃወት ዘለዉ ንኣሽቱ ኣሕዋትናን ደቅናን ዋርሳይ ከኣነ ሰራዊት ኤርትራ ማለት እዩ ስለዚ ጥይት ናብ መን ጥይት ናብ መን ክትኮስ መን ምስ መን ክቃተል ከምቲ ንጆብሃ ህዝባዊ ግንባርን ህወሓትን ንጆብሃ ዘፅነትዎም ከምኡ ድዩ ጀኸ እቲ ታሪክ ክድገም እዞም ኣብ ኢትዮጵያ ታዕሊም ብኣብ ኣሕመድ ተሓጊዝና ዝብሉ ዘለዉ ምስ ኣቢ ኣሕመድ ተሓጋጊዞም ነዞም ኣሕዋቶም ድዮም ክቐትሉ ስለዚ ጥይት ናብ መን ኣነ እዛ ቢደ ዝሰማዕኩም ሸር ክትብልዋ ትክእሉ ኣለኩም ልክዕ ከምቲ ኩሉ ግዜ ዝብሎ ኣነ ዘውርዶ ሓሳብ ብኢቶፕ ኤሪፕላን ሚድያ ዝብል ይጥቀም ብፈይስቡክ ከኣነ ጸዋር ምዃን ይሓይሽ ዝብል ኣካውንቲ ይጥቀም ስለዚ ከም ህዝብን ከም ሃገርን ይጠቕመና ድኾን ዝብሎ ሓሳብ ብጽሑፍ ድዩ ብቪድዮ ድዩ ብክልቲኡ የስዶ ስለዚ እቶም ብዩቱብን ብፌስቡክን ዝሰማዕኩም ሸር ከም ምባል ኣይትረስዑ ቀዳምነት ንሳ ክብል ይደሊ ምክንያቱ ስከፍታ ስለ ዘለና ኢና ብኩሉ ነገር ንዛረብ ዘለና ኣነ ብውልቀይ ማለት እዩ በዛ ኣርእስቲ እዚኣ ክዛረብ ከለኹ ኩሎም ኣሕዋት እዮም ኩሎም ኣሕዋተይ እዮም። እዞም ዋርሳይ ሰራዊት ኤርትራ ኣሕዋተይ እዮም። እዞም ኣብ ኢትዮጵያ ታዕሊም ጀሚርና ዝብሉ ዘለዉ ከዓ ብርጌድ ንሓመዱ ኣሕዋት እዮም። ኩሎም ኣሕዋት እዮም። ኩሎም ኣሕዋት እዮም። ዝኾነ ሰብ ክርዳኣ ዘለዎ ማለት እዩ። ስለዚ እዚ ነገር እዚ ኣብዚ ቻነል ዩቱብ ናተይ ኣላትኩም ዝኾነ ሰብ ክሰምዓ ዝደሊ እታ ኣርእስቲ እንታይ እያ ትብል ሰራዊት ኤርትራ ምስ ዕጥቁ ከሎ ኢና ኣብ ኤርትራ ፍትሕን ለውጥን ክነረጋግጽ ዘለና ወይ ድማ ሰራዊት ኤርትራ ምስ ዕጥቁ ከሎ ኢና ኤርትራ ሓጺብና ከነጽርያ ዘለና ዝብል ሓሳብ ኣውሪደ ኔረ ብትክክል ኣይርድኦን እቲ ክንደይ ግዜ ወሲዱ ኣሎ ክልተ ዓመት ድዩ ሰለስተ ዓመት ድዩ ዋላ ከባቢ ዓመትን ልዕሊ ዓመትን ድዩ እታ ግዜ ክንደይ ወሲዱ ኣሎ ኣይርድኦን ኣይዝክሮን ግን ቅድሚ ሕጆን ከምኡ ኢለ ተዛሪበ ነይረ ብልክዕ ኣነ ከምኡ እየ ዝኣምን ፍትሕን ለውጥን ኣብ ውሽጢ ኤርትራ ብዝያዳ ሓያል ውደባ ጌርካ ንህዝብን ንሰራዊትን ወዲብካ ከም ህዝብን ከም ሃገርን ካብ ብዙሕ ሓደጋታት ተጠንቂቕና ዝቕፅል ለውጥን ፍትሕን እውን ናብ ዝሓሸ ደኣ እምበር ናብ ዝኸፍኤ መንገዲ ዘይወስደና ክኸውን ኣለዎ ኢለ እየ ዝኣምን ካብ ነዊሕ ኣነ ማለት እዩ ምክንያቱ ስለምንታይ ደጋጊመ ይዛረብ ኣነ ዝኾነ ሰብ ብዩቱብ ድኹም ሰምዕዋ ብፌስቡክ ሰምዕዎ ዝኾነ ኣነ ዝዓቑመይ ደጋጊመ ዝዛረብ ዘለኹ ሓደ ነገር ካይኮነ ካይኮነ ካብዚ ሕጂ ዘለናዮሲ ካልእ ሓደጋ እውን ከየጋጠመና ክትዛረበሉ፣ ክትረዳድኣሉ፣ ክትማኸረሉ ግድን እዩ ዘለካ። ምስ ተፈጸመ ተፈጺሙ እዩ። ተልቅስ ጥራሕ ኢኻ ምስ ተፈጸመ። ነገራት ከየጋጠመ ከየጋጠመኻ ነቲ ከም ህዝብን ከም ሃገርን ክጠቕመካ ዝኽእል ክትጓየየሉን ክትዛረበሉን ክትላዘበሉን ዘለካ ማለት እዩ ስለዚ ነዚ ነገር እዚ ከዓነ ሕጂ ኢና ብኩሉ ነገር ክንሰርሓሉ ዘለና ፅባሕ ንጎ ግንባር ተኸፊቱ ዝተቃተሉ ብኡ ቀፂሉ ኩናት ሕድሕድ ኣብ ኤርትራ ኣጋጥም እዩ እዚኣና ክንጥንቀቐለ ዘለና ስለዚ ፍትሕን ለውጥን ኣብ ኤርትራ ንህዝቢ ኤርትራን ነዞም ሰራዊት ኤርትራን ወዲብካ ቀስ ብቐስ ወይ ድማ ብደገ ተወዲብካ ኣብ ውሽጢ ሃገር ተፋሒኳ ኣቲኻ ኣብ ውሽጢ ኣስመራ እንታይ ዓይነት ስርሒት ተካይድ እንተዘይኮይኑ ምስ ተጋሩ ግንባር ሓቢርካ ምስ ኣብ ሕመድ ግንባር ሓቢርካ ምስ ጅቡታውያን ግንባር ፈጢርካ ናብ ኣሕዋትካ ክትታኾስ እዚ ሓደገኛ እዩ ድኽመት እዩ በቃ ድኽመት እዩ። ከመይ ኢልካ ከመይ ኢሉ ነብሶም እገብረልኩም እቶም ምስ ኣብ ኣሕመድ ንዕለም ኣለና ምስ ኣብ ኣሕመድ ተሓጋጊዝና ግንባር ከፊትና ምስቲ መንእሰይ ኤርትራ ወይ ምስ ሰራዊት ኤርትራ ክንታኮስ ኢና ኢልካ ክትሓስብ ከለኻስ ንመን ኢኻ ክትቀትል መን ኢኻ ክትቀትል ስለዚ እቶም ኣብ ኢትዮጵያ መዓስከር ከፊትና ታዕሊም ከፊትና ትብሉ ዘለኹም እዞም ሰባት ኣብ ስክሪን ገይረዮም ዘለኹ ክሰምዑን ኣይክእሉን እዮም እቶም መንእሰያት ኹም ካብዛ ነገር እዚኣ ክትንቀኦ ዘለኩም መንእሰያት በርጌድ ንሓመዱ ምስ መን ጥይት ትታኾሱ ምስ መን ትቃተሉ ክትፈልጡ ከትክእሉ ኣለኩም። ጉዳይ ሃገርና ግንባር ከፊትካ ኣብ ድፋዕ ጥይት ብጥይት እናተመናጠልካ ዝፍታሕ ኣይኮነን ጉዳይ ናይ ሃገርና። እዚ ክንጥንቀቆ ክንክእል ኣለና ከም ኤርትራውያን። ከም ኤርትራውያን ምክንያቱ ሓደ እቲ ፖለቲካ ናይ ኢትዮጵያውያን ወይ እቲ ኣተሓሳስባ ናይ ኢትዮጵያውያን እንታይ ይብሉ ትሰምዕዎ እኖም ዘለኹም ዕላማኦም መደባቶም እንታይ እዩ ናይ ቀጻሊ ኣብ ሕመድሲ ኣነ ዝሓስቦ ዋላ ሕጂ ኣይብጻሓዮ ደቅና ደቂ ደቅና ክበጽሕዎ'የም፣ ጉዳይ ወደብን ዓሰብን ባጽዕን ኢሉ ዝዛረብ ሰብ እዩ። ስለዚ እዞም ኣብ ስክሪን ገይረዮም ዘለኹም እዞም ሽዱሽተ ሰባት ክሰምዑ ኣይክእሉን እዮም ክሰምዑ ኣይክእሉን እዮም። መንእሰያት ብርጌድ ንሓመዱ ከም መንእሰያት ቀልጢፍኩም ነዚ ጉዳይ እዚ ክትሰርሕሉ ክትክእሉ ኣለኩም። በዓል መሓሪ፣ በዓል ቱፓክ፣ ወዘተ ብዙሓት ኣለኹም በዓል ፍረ ህይወት እንታይ ትገብሩ ክርዳእኩም ክኽእል ኣለዎ ሎሚ ትውላዓ ወይ ትሽርጥጣ ክርቢት ፅባሕ ንግሆ እንታይ እዩ መወዳእታ ክትፈልጣ ክትክእል ኣለካ እዞም ሰራዊት ኤርትራ ብናጻ ብፍላይ ብወገን ኢትዮጵያ ዝኾነ ምንቅስቃስ ንሰራዊት ኤርትራ ህዝቢ ኤርትራ ከም ሓደጋ እዩ ዝሪኦ ከም ሓደጋ እዩ ዝሪኦ ምክንያቱ እቲ ብኢትዮጵያውያን ኣብ ልዕሊ ልእላውነት ኤርትራን ሃገር ኤርትራን ዝለዓል ዘረባን ሓሳብን ምስቲ ነዊሕ ናይ መግዛእታዊ ኣብ ልዕሊ ህዝቢ ኤርትራ ብኢትዮጵያውያን ዝተፈጸመ ህዝቢ ኤርትራ ኣይቅበሎን እዩ ብኢትዮጵያ ዝኾነ ዝግበር ምንቅስቓስ ኣነ ንገዛእ ርእሰይ ኣይቅበሎን እየ ኣነ ነዞም ሰራዊት ኤርትራ ኣሕዋተይ ወይ ተረዳድየ ወላ ክቐትሎም ድሕሪ ኮይነ እውን ኣብ ካልእ ቦታ ኮይኖም ስሕዋተይ ክታወስ ይሕሽኒ በይነይ ምስ ኢትዮጵያውያን ኮይነ ምስዞም ጀላግፍ ሰራዊት ኣብ ኣሕመድ ምስኦም ኮይነስ ንዞም ኣሕዋተይ ክቐትል ንዞም ኣሕዋተይ ክቐትል ምስ ጓኖት ኮይነ ናይ ጆሃ ከማን ኣነስ የጉሄኒ ከም ሰብ ማለት እዩ ሓወይ በይኑ ክቐትለኒ በይኒ ክቐትሎ ሕማቕ ኣጋጣሚ ኢሉ ክሓልፎ ክእል እዩ ዋላ ከምዚ ናይ ጆብሃ ዘጋጠመ ህዝቢ ኤርትራ ደስ ኣይብሎን እዩ ይጉሂ ግን በቃ ኩሉ ኤርትራዊ ግን እዚ ታሪክ እዚ ክድገም የብሉን ኢሉ ይሓስብ ሕጂ ጉዳይ ሃገርና እዞም ሰራዊት እዚኦም ንሪኦም ዘለና ኣብ ኤርትራ ዘለዉ ንሕና ኣብቲ ኤርትራ ከለና ከምኣ ኢና ነርና ኩሎም ሕቶ ኣለዎም እዚ ፍትሕን ለውጥን ኢልና ንሓቶ ዘለና እዞም ንሪኦም ዘለና ሰራዊት ኤርትራ ሕቶ ኣለዎም ከምኣ ኢልና ከለና ሕቶ ነይርና ኣብኣ ከለና ክንዛረብ ስለ ዘይንኽእል ግን ምስ ወፀና ንዛረብ ኣለና ማለት እዩ ንሶም ከዓነይ ከመይ ጌርካ ተወዳዲብካ ምስኦም ትሰርሕ፣ ከመይ ጌርካ ምስቲ ህዝቢ ትዋዳደብ፣ ሓያል ውደባ ትፈጥር፣ ሓያል መስመር ትኸፍት፣ ከምኡ እንድሕር ጌርካ ብምልኦም ኣካል ፍትሕን ለውጥን ኮይኖም ዕጥቆምን ከላሽኖምን ኣብ ኢዶም ከሎ ኤርትራ ተሓጺባ ክትጸሪ ትኽእል እያ። ኣነ ንሳ እየ ዝኣምን። ንሳ እንድሕሪ ጌርና ጥራሕ ኢና ኤርትራውያን ካብዚ ዘለናዮ ጸገም ክንድሕንን ናብ ዝሓሸ ክንሰጋገርን ንኽእል እምበር ምስ ኢትዮጵያውያን ኬንካስ ከላሽን ሒዝካስ ጥይት ተኩስካ ንኣሕዋትካ ክትቀትል ከመይ ኢልኩም ከ ትሓስብዎ ነዚ ነገር እዚ ከመይ ኢልኩም ትሓስብዎ ኣለኹም እዞም ኣብ ኢትዮጵያ ከድኩም ዘለኹም ከምባዕ እዞም ሽዱሽተ ሰባት እዚኦም እዞም ሽዱሽተ ሰባት እዚኦም ሰብ ዘደናግሩ ዘለዉ ሓደ ኢትዮጵያውያን እንታይ እዮም ዝሓስቡ ኣብ ኣሕመድ ደጋጊሙ እንታይ ይብለኩም ኣሎ እዞም ሰባት እዚኦም ግን ከመይ ገይሮም ስልጣን ሕዙ ደኣ እምበር ክልተ ኣሕዋት ግንባር ከፊትካ እንታይ ሳዕቤን የጋጥም ህዝቢ ኤርትራሲ በቃ ኩሎም ደቂ እዮም ህዝቢ ኤርትራ ብርጌድ ንሓመዱ ዘለዉ ክጠፍኡ ደቂ እዮም ውጉሂ እዞም ኣብ ሰራዊት ኤርትራ እዞም መንእሰያት እዚኦም ሪኦም ዘለና ንሕጠፍ እዮም ውጉሂ ኩሎም ደቂ እዮም ንህዝቢ ኤርትራ ስለዚ እዚ ነገር እዚ ኣገባብ ክህልዎ እንድሕር ኮይኑ እቶም መንእሰያት በርጌድ ንሓመዱ ነዚ ነገር እዚ ቀልጢፍኩም ክትሰርሑ ኣለኩም እዛ ታዕሊም ኣብ ኢትዮጵያ ትበሃል ዘላ ካይትቐርብዋ ከይተቅርብዋ ብኣና ምጻኣ ፍትሕን ለውጥን የለን ባዕልና ንባዕልና ክንጣፋእ ባዕልና ንባዕልና ምስ ተጣፋእና ሽዑ ብኣል ኣብይ ኣሕመድ እዚ ዝብልዎ ዘለው ዘረብኦም ወይ ሓሳቦም ደጋጊሞም ዝዛረብሉ ዘሎ እዕወትሉ ማለት እዩ ስለዚ ሕሰቡ ሕሰቡ ሕሰቡ ሕሰቡ ሕሰቡ ነገር ካይኮነ ሕጂ ክንጥንቆቆሉ ስለ ዘለና ኢና ደጋጊምና ኡይ ንብ ዘለና ኣነ መዓልታዊ ትዕበትንኣስ መዓልታዊ ቪድዮ ዝሰርሕ ኣለኹ ድኻም ኣይስማዓንን ስማዓንን ፈረቓን ግን ንሓደ ነገር ከሎ ጌና ኣኻ ትጓየሉ ዘለካ ብፍላይ እዚ ሕጂ ዝንጸላሉ ዘሎ ማለት እዩ እዚ ሕጂ ዘንጸላሉ ዘሎ ሓደገኛ እዩ ሓደገኛ እዩ ሓደገኛ እዩ ኣነ ደላይ ፍትሒ ኣነ ኣብ ኤርትራ ህዝቢ ኤርትራን ሰራዊት ኤርትራን ቀስ ኢልካ ወዲብካ ህዝቢ ኤርትራ ባዕሉ ንባዕሉ ጥይት ከይተተኮሰ ነቶም ጉጅለ እሳያስ ከመይ ቢልካ ትቋፃፀሮም ከመይ ቢልካ ትሕዞም ነዛ ቃልሲ እዚኣ ኣነ ካብ ቀደመ ይሰርሕ ነዚኣ እየ ዝሰርሓላ ዘለኹ። ጉዳይ ኤርትራ ብኸምዚ ከበቅዕ ኣለዎ ስለ ዝኣምን እየ ከኣ መዓልታዊ ደኺመ ሃይበርኩ ትዕበ ትንኣስ ቪድዮ ዝሰርሕ ትጥቀም ኣይትጥቀም ንእሽተይ ጽሕፍቲ ፖስት ዝገብር ምክንያቱ እንታይ ዝረኽቦ ኣለኒ ኣነ እዚኣ ቢዶ ኣብ ዩቱብ ኣውርድያ ዝረኽበ ነገር የብለይ ኣብ ፌስቡክ ሰይድያ ዝረኽበ የብለይ እንታይ ዳ ህዝቢ ኤርትራ ባዕሉ ንባዕሉ ክቃተል ኣይደልዮን ህዝቢ ኤርትራ በዚ ረሳሕ ምሕደራ ጉጅለ እስያስ እንዳጠፍአ ክደለ ክጠፍእ ኣይደልዮን ግን ካብዚ ኩሉ ፀገም ክትወፅእ እንድሕር ኮንካ ክትላዘብ እዩ ዘለካ ሽግርካ ዘለካዮ ጸገማት ብከመይ ትፈትሖ ክትፈልጥ እንተዘይ ክኢልካ ዘለካዮ ሞትን ስቃይን ኩሉ ሽግራትን እቕጽል ጥራሕ እዩ ኣፈታትሑ እንደዘይ ፈሊጥካዮ ዝኸፈኤ ሽግርን ሞትን እዩ ዝስዕብ ማለት እዩ በዚ ሕጂ ዘካይድዎ ዘለዉ ኣብ ኢትዮጵያ ኣብ ኣሕመድ ታንክ ይህበና ኣሎ ጥይት ይህበና ኣሎ እዕልመና ኣሎ ሰራዊት ክሕግዘና እዩ ዝብሉ ዘለዉ ኦኬ ሓንቲ ጥይት ይታኮስም እዞም ኣሕዋቶም ፅባሕ ንግሆ ቀፂሉ ኣብ ህዝቢ ኤርትራ እንታይ ከም ዘጋጥም ክፍለጥ ክኽእል ኣለዎ ሰብ ሕጂ ንሱ ይፈልጦ ዘሎ ክርዶ ኣሎ በዚ ዝፍጠር ሳዕቤን ፅባሕ ንግሆ ብምንታይ ደው ተብሎ ብምንታይ ደው ከተብሎ ይትኽእልና ደው ከተብሎ ኣይትኽእልንሃ ኣነ ከም ደላይ ፍትሒ ብፍላይ ምስ ኢትዮጵያውያን ዝኾነ ብሔር ዝኾነ ክልል ምስ ኢትዮጵያውያን ሓቢሩ ንሓደ ኤርትራዊ ኣይኮነን ብጥይት በዛ ኢዱ እውን ጠፍ ካብሎ እንድሕር ርእዮ ፀላኢ እዩ ጸላኢየይ'ዩ ምስ ጓኖት ተጸጊዑ ንኤርትራውያን ዝሃርም በፍጹም ኣይቅበሎን ኢዩ። ኣይቅበሎን ኢዩ። ኣይቅበሎን ኢዩ። ከም ኤርትራውያን ነዚኣ ኢና ክንጸቕጠላ ዘለና። ከም ኤርትራውያን ነዚኣ ኢና ክንፈልጣ ዘለና። እዚ ሰራዊት ኤርትራ ዝሕጉሶ ዝውድቦ እንድሕር ረኺቡ ደላይ ፍትሒ ኢዩ ኔርና ኢና ትሂወት ሳን ዝውድበና ተፈራሪሕና እምበር ኩልና ኣብ ኤርትራ ከለና ፍትሕን ለውጥን ንደሊ ኔርና ከላሽና ኣብ ኢድና ከሎ ማለት ኢዩ ግን መን ይጀምራ መን ይወድበና በቃ ብኩሉ ሰብ ተፈራሪሓ ስቁኢላ ትቅጽል ማለት ኢዩ እዞም መንእሰያት ሰራዊት ኤርትራ ካኒ ልክዕ ከምቲ ዝነበርና ኢዮም ዝነብሩ ዘለዉ ስለዚ እቲ ደላይ ፍትሒ ኣብ ውሽጢ ሃገር ሓያል ውደባ እንድሕር ፈጢሩ ምስ ህዝብን ምስ ሰራዊትን ሓደ ሰብ ካይተቐተለና፣ ጥይት ብጥይት ካይተታኾስና ንእሰያስን ጉጅልኡን ክንቆጻጸሮ ካእ ቀሊል እዩ። ቀሊል እዩ። እቲ ውደባ ጥራሕ ናብ መን ክኸይድ ኣለዎ? ናብቶም ኣዘዝቲ ክፍለ ሰራዊትን ጀነራላትን ክበጽሕ ክኽእል ኣለዎ እቲ ውደባ። ኢሳያስን ጉጁላን ኣተላዕሉ ዘለዉ ንሕር ኣሊኻዮም ሽዑ ናበይ ትኸይድ ናበይ ትኸይድ ትፈልጥ ማለት እዩ እንታይ ተድሕን ትፈልጥ ማለት እዩ ነዚ ነገር እዚ ከሎ ጌና ክሰርሓሉ እንተዘይክኢልካ ዳሴት ኣብ ምቅታል እንድሕር በፂሕካ ሓደገኛ እዩ ሓደገኛ እዩ ብድሕሩ ዋላ ኣብ ኤርትራ እዞም ህጂ ኣብ ምስ ኣብ ኣሕመድ ንዕለም ኣለና ገለ ዝብሉ ዋላ ኤርትራ እተዉ ዋላ ኤርትራ እትዉ ኩናት ሕድሕድ ክቐጽል እዩ ምክንያቱ እታ ምስ ኣብ ኣሕመድ ወጊንኩም ተካይድዋ ዘለኹም ሓደገኛ እያ ኖን ኣብ ሰራዊት ኤርትራ ዘሎ ወይ ኣብ ኤርትራ ዘሎ ህዝቢ ኤርትራ ኖኖ ንእስያስ ደገፍቲ እቲ ደላይ ፍትሒ እቲ ዝበዝሐ ነዚ ሓሳብ ኣብ ኢትዮጵያ ተካይድዎ ዘለኹም ታዕሊም ኣይድግፎን እዩ ተቃይምዎ ኣሎ ኣነ ንገዛእሲ ኣይቁበለን እዩ ካብ ነዊሕ ተቃይም እዩ ካብ መጀመርታ በርጌድ ንሓመዱ ከይተፈጠረ ብኢትዮጵያ ዝፍጠር ፍትሕን ለውጥን ንህዝቢ ኤርትራ ኣዕናዊ እዩ ኢለ ካብ መጀመርታ ቅድሚ ሽዱሽተ ሸውዓተ ዓመት እናተዛረብክዎ ዝመጻኹ እዩ። ምክንያቱ ስለምንታይ ኖን ሕጂ በዓል ኣብ ኣሕመድ እቲ ብትግርኛ ዝዛረብ በዓል ብሕወሓት ዝምራሕ ከማን ንኤርትራውያን ድኽምቲ ሃገር ህዝባ ዝተበታተነ ንክትህሉ ብዙሕ እዮም ሰሪሖም ማለት እዩ። ብዙሕ ኩልኻ ፍትሕን ለውጥን ኣብ ባይታ ክቃለስ እየ ኢልካ ካብ ሰር ኣይለን ገለን ዝኸድካ ትፈልጦ እንድኻ እቲ ታሪኽ እሞ በዓል ኣሕመድ በዓል ኣብ ኣሕመድ ከኣ ዝጎደዱ ማለት እዩ። ዝጎደዱ ዝጎደዱ ተጋሩሲ እቶም ህወሓትስ ኤርትራ ከም ሃገር ከማን ይኣምኑላ ነይሮም ግን ድኽምቲ ሃገር ህዝባ ስኢሉ ናይ ስደት ናይ ሳራ ናይ ባሕሪ ክኸውን ሰሪሖምሉ ግን ከም ሃገር ክትቅፅል ከዓ ደልይዋ ነይሮም ገሊኦም ገሊኦም ከዓ ኣይደልይዋን ነይሮም ማለት እዩ እዚ ናይ ኣብ ኣሕመድ ዘሎ መንግስቲ ግን ተጠሊዑ እዩ ዝዛረቦ ዘሎ እናሰማዕካ ምስ ኣብ ኣሕመድ ክሰርሕ እየ ምስ ኣብ ኣሕመድ ወጊነስ ኣሕዋተይ ክቐትል እየ ክትብል እንታይ ዓይነት ኣተሓሳስባ እዩ እንታይ ዓይነት ኣተሓሳስባ እዩ እንታይ ዓይነት ኣተሓሳስባ እዩ ምስ ኢትዮጵያውያን ወጊኑ ንዝኾነ ኤርትራዊ ዝትንክፍ ኣነ ጸላኢ እዩ ጸላኤዩ እዞም ሰራዊት ኤርትራ ከመይ ገረ ሓሳበይ የብጽሓሎም እያ ነሰርሕ በቃ ሰራዊት ኤርትራ ዕጥቁን ብረቱን ኣብ መዓንጡ ኣብ ኢዱ ከሎ ኤርትራ ተሓፂባ ክትፀረ ትክእል ኣለዋ ሳእ ጥራሕ ኣኮን ዘለዋ ህዝብና ተበታቲኑ ሰራዊት ተበታቲኑ ካልእ ፀላውቲ ኣከባቢና እንታይ ኣለዉ ንፈልጦም ኢና ባዕልና ንሕና ህዝብና ወዲብና ሰራዊትና ኣብታ ዘለውዋ ነዛ ለውጥን ፍትሕን ንደልያ ዘለና ብግቡእ ተረዲኡ እንታይ ዓይነት ኣወዳድባ ተገይሩሉ መጥቃዕቲ ክግበር ንሕ ኮይኑ እውን ብፍሉይ ስርሒት ንፍሉያት ሰባት እንተዘይኮይኑ ናብ ህዝቢ ኤርትራ ኢልካ ናብ ሰራዊት ኤርትራ ኢልካ ትትኮስ ጥይት ከም ኤርትራውያን ኣቐዲምና ነቲ ጥይት ተኮሰ ኢና ታርጌት ንገብሮ ሰራዊት ኤርትራ ክትንከፍ የብሉን ብዝኾነ ይኹን ተቃወም ደግፍ ማለት እዩ ሰራዊት ኤርትራ ከመይ ቢልካ ትውድቦ ህዝቢ ኤርትራ ከመይ ቢልካ ትውድቦ ምስ ጓና ሃይተጸጋዕኻ ምስ ጓና ኮሸምሾም ካይበልካ ብፍላይ በዛ ኢትዮጵያ ኖን ኢትዮጵያውን ዘንገላሉ ኣምሓሩን ገለንገለን ወላ ምስ ተጋሩ ምስ ተጋሩ እውን ብጉዳይ ኤርትራ ምስ ዝኾነ ናይ ግዳም ሓይልታት ተሻሪካ ጥይት ትትኩስ ወይለኻ ንስኻ ኢኻ ትስሕና ኣብ ደለይቲ ፍትሒ ዘለና ኢና እዛ መልእኽቲ እዚኣ ነሕልፈልኩም ዘለና ግደፍዎም ናይ ደገፍቲ እስያስ ሶም ካልዮም እዚ ሰራዊት እዚ ዝህፃን መንእሰይ ኣብ ኤርትራ ዘሎ ዋርሳይ ደቅና እዮም ኣሕዋትና እዮም ኣሕዋትና እዮም ቀስ ኢልና ተረዳዲእና ንሕና ንሓስባ ይሓስብዋ እዮም ንሶም ዝሓስብዋ ሓሳብና ቀስ ኢልና ክንበፅሓ ኢና ቀስ ኢልና ክንበጽሓ ኢና ምስ ገላሉ ምስ ናይ ግዳም ሓይልታት ተሻሪክካ ብረት ተኲስካ ንሕዋትካ ክትቀትል ግን እዚኣ ቀላል ነገር ኣይኮነትን። መንእሰያት ብርጌድ ንሓመዱ ኣብዛ ጉዳይ እዚኣ ክትጥንቀቑ ክትክእሉ ኣለኩም። እዞም ኣብ ኢትዮጵያ ንዕለም ኣለና ኣብ ኣሕመድ ይሕግዘና ኣሎ ምስ ኣብ ኣሕመድ ተሻሪኽና ዝብልኹም ዘለው ካይትቐርብዎም ኣፈታትሓ ሽግር ፍለጥዎ ምስዞም መንእሰያት ትርእዎም ኣለኹም መንእሰያት በርጌድ ንሓመዱ እቶም መንእሰያት በርጌድ ንሓመዱ ነዞም መንእሰያት ሰራዊት ኤርትራ ዋርሳይ መዛኑኹም እዮም ርኸብዎም ክትረኽብዎም ከም ዘለኩም ብሓደ ክትሰርሑ ከም ዘለኩም ጥራሕ ጻዕሩ ምስኦም ተረዳዲእኹም ኣብ ሓደ ነገር ተወዲብኩም ከኣነ እንተ ተኻኢሉ ከኣ እንተ ክግበር ኣለዎ ተባሂሉ ከኣነ ኣብ ደገ ዘለዉ ተወዳዲብካ ቀስ ኢልካ ኣብታ ውሽጢ ኣስመራ ኣቲኻ ኣብታ ዓዲ ሃሎ ከድካ ንፉሉያት ሰባት ከመይ ቢልካ ተጥቅዕን ትሕዝን እንተ ዘይኮይኑ ድፋዕ ሒዝካ ናብ ህዝብኻ ጥይት ክትትኩስ ምስ ኣሕዋትካ ክትታኾስ እንድሕር ኾንካ ሞት ክልተ ሞት እዩ ሚእቲ ሞት እዩ ዓሰርተ ሞት እዩ ሽሕ ሞት እዩ እሞ ኸዓ ምዞም ገላሉ ገላሉ ን ንሶምሲ ሕዋሓት ከማን ምስ ህግደፍ ምስ ህዝባዊ ግንባር ተሻሪካ ኣብ ልዕሊ ኤርትራውያን ጀብሃ ኣርባዓ ሽሕ መንእሰይ ዘጽነተት ከማን ኣየደቅሰናን እዩ እዚ ታሪክ እዚ ክድገም ፍጹም ፍጹም ፍጹም ክድገም የብሉን ኤርትራውያን ንቐልጥፍ ንደንጉይ ቀስ ኢልና ውዳቤታትና እናስጠምና ብውሽጥን ሃገርን እናተረዳዳእና ኣብ ውሽጢ ሃገር ዘሎ ህዝብና ከመይ ቢልና ንውድቦ ንመሰሉ ደው ክብል ከም ዘለዎ እቲ ብረትን ጥይትን ዓጢቑ ዘሎ ሰራዊት ኤርትራ ዋርሳይ ከዓ ከመይ ጌርካ እዚ ቅኑዕ ሓሳብን መልእኽትን ከም ህዝቢ ንቐጻሊ ክጠቕመና ዝኽእል ከመይ ጌርዎ ብቑሩብ ይውደብ ብየማን ብጸጋም ጥይት ከይተተኮሰና ኣብ ውሽጢ ሃገርና ጉዳይና ከመይ ቢልና ንፍውሳ ነዚኣ ልዝብ ተድልየና እያ ኤርትራውያን ነዚኣ ልዝብ ተድልየና እያ ኣብ ውሽጢ ኤርትራ ስርሒት ጌርካ ንውስናት ሰባት ክትሕዝን ንውስናት ሰባት ከተጥቅዕን ድሕር ኾንካ እውን እቲ ውደባ ናብ ሰራዊት ኤርትራ ክበፅሕ ይኽእል ኣለዎ እቲ ውደባ ህዝቢ ኤርትራ ክውደበሉን ክፈልጦን ክኽእል ኣለዎ እንታይ እዩ ተደልዩ ዘሎ ስለምንታይ እዩ ኣብ ኤርትራ ከምኡ ዘጋኸጋ ዝድለ ዘሎ ንሕር ኮይኑ እቲ ዝቕፅል ዘሎ ወፅዓታት እዩ እቲ ኩሉ ግዜ ደጋጊምና ንዛረቦ ዘለና እዩ መግዛእቲ በዚሕና መግዛእቲ ከፊእና ህዝቢ ኤርትራ ኣብ እስር ቤታት ይእሰር ኣብ ሳሃራ ጠፍእ ኣብ ባሕሪ ጠፍእ ኣብ ሃገሩ ክነብር ኣይከኣለን፣ ክዛረብ ኣይከኣለን፣ መራሕቱ ክመርጽ ኣይከኣለን፣ ብሕጊ ክመሓደር ኣይከኣለን፣ ሽግርና እዚ እዩ ከም ኤርትራውያን ሰራዊትን ህዝብን ብዛዕባ እዚ ኢና እንታይ ንግበር በዓል መን እዮም ተሓተቲ ናይዚ ጉዳይ እዚ። ኢሳያስን ጉጅሉን ኢሳያስን ጉጅሉን ንምሓዝ ምስ ህዝቢ ኤርትራ ክትላዘብ ኣለካ ጎስጓስ የድሊ ምስ ሰራዊት ኤርትራ ተላዚብካ በብቑር ጎስጓስ የድሊ ሎሚ ሓደ ክልተ መራሕ ትውድብ ጽንሒልካ በቲ ከዓ ሓደ ክልተ ትውድብ ከምኡ እንዳበልካ ከምኡ እንዳበልካ ባዕልኻ ንባዕልኻ ጥይት ካይተታኮስካ ነቶም ሰለስተ ኣርባዕተ ሓሙሽተ ከመይ ቢልካ ትሕዞም ቃልሲ ኤርትራውያን እዚ እንተዘይ ኮይኑ ምስ ኣብሕመ ተጸጊዕኻ ምስ ሓደ ተጸጊዕኻ ኤሜሪካ ክላሽን ብረትን ምስ ሃበትካ ምስ ኦሮሞ ኣሻሪኻትካ ባዕልኻ ንባዕልኻ ክትፋለስ እንታይ ማለት እዩ እዚ እንታይ ማለት እዩ ብጀይክኡ ንጠፍእ ዘለና ህዝቢ ክልተ ግንባር ከፊትና ኸ ህንጸንት እዚዩ በርጌድ ንሓመዱ በርጌድ ንሓመዱ እንታይ ይግበር ከም ዘሎ ክትፈልጥዎ ትክእለኩም እንታይ ይግበር ከም ዘሎ ክትፈልጥዎ ትክእለኩም ስለዚ እቶም ንፉዓት ኣለኹም ከም በዓል መሓሪ ኣብ በርጌድ ንሓመዱ ኣፈታትሓ ሽግር ፅዒቆም ክሰርሕሉ ክትክእሉ ኣለኩም ብኸመይ ኢና ሽግርና ንፈትሕ ኣሕዋትና ስለ ዝቐተልና ሽግር ኣይፍትሕን እዩ ኣይፍታሕን እዩ ኩናት ሕድሕድ እዩ ዝውላዕ መሊሱ ምስ ጓና ተጸጊዕካ ኣሕዋትካ ቀቲልካ ብኡ ዝፍታሕ ሽግር ኣይኮነን ናይ ኤርትራውያን ሽግር ኤርትራውያን ክፍታሕ እንድሕር ኮይኑ ባዕልኻ ንባዕልኻ ከመይ ጌርካ ትላዘብ ንሰራዊትካ እንታይ ዓይነት ጎስጓስ ተቕርብ ናብ ህዝብኻ እንታይ ዓይነት ጎስጓስ ተቕርብ ኣብ ታሪክካ ደው ኢልካ ኣብ መንነትካ ደው ኢልካ ስንኩላንካ ኣኽቢርካ ስዋኣትካ ኣኽቢርካ ኩሉ ክብርታት ህዝብኻ ኣኽቢርካ በቃ ሰኣያ ክትከውን ዘለዋ ህ በቲ ትግራዋየ ክትብል ፀንሕ በቲ ዓረብየ ክትብል ፀንሕ በቲ ምስ ኣብ ኣሕመድ ኤርትራ ካፈራርሳ እያ ዝብል ምስኡ ኮይንካ ትዕለም እንታይ ማለት እዩ እዚ ዋ እዚ ነገር እዚ ኮለጌና ሕጂ ኢና ክንፍውሶ ዘለና ኣቶም ህዝቢ ንሕና ውሑዳት ህዝቢ ኢና ውሑዳት ኢና ሰለስተ ኣርባዕተ ሚልዮን ኢና ኦኬ ተጣቢብና ጉዳይና ክንፈትሓ እንተዘይክኢልና ኣኺልና ኢና ብድሕሩ በቃ ኣኺሊና ኢና እዚኣ ነገር እዚኣ ኩልና ክንርድኣ ክንክእል ኣለና ምንእሰያት በርጌድ ንሓመዱ ንዛ ነገር እዚኣ ተረድእዋ እዞም መንእሰያት ሰራዊት ኤርትራ ዋርሳይ ኣብ ኤርትራ ዘሎ ኸዓ እዛ ነገር ክፈልጣ ክኽእል ኣለዎ እዚ እዚ ህዝቢ ጩቕጨቕ ጩቕጩቕ ዝብል ዘሎ ንሱ ክዛረብ መሰሉ ክሓትት ዘይክእል እንታይ ኮይኑ እዩ ህዝቡ ኣብ ሰሃራን ባሕርን ዝጠፍእ ዘሎ እንታይ ኮይኑ እዩ? ኣብ ሰለስተ ሚእቲ እሱርቤታት ኣቦታቱን ኣደታቱን መዋእሎም ቃልሲ ፈጢሮም ኣብ ሰውራ ሰውራ ፈጢሮም ናጽነት ዘምጹ ኣቦታቱ ብዘይ ፍርዲ ጸኒቶም ዘለዉ እንታይ ስለዝኾኑ? እዚ ከኣ ሰራዊት ኤርትራ ክበጽሖ ክኽእል ኣለዎ ታይ ዓይነት ውደባ ትፈጥር ብረት ኣብ ኢድና እንዲ ዘሎ ሰራዊት ኤርትራ እንድሕር ወዲብናዮም መን ድዩ እቲ ጥይት ሒዝዎ ዘሎ ባዕልና ኢና ሒዝና ዘለና ሓገዝ ዘድልዮም ንሕግዞም ሽዑ ንሕና ኬድካ ብኣካል ኢና ሓገዝ ዝደሊና ብገንዘብ ድም ሓገዝ ዝደልዩ ብካልእ እንታይ እዮም ሓገዝ ዝደልዩ ተላዚብካ ምስራሕ እዩ ዘድሊ እንተዘይኮይኑ ሰራዊት ኤርትራ ብረቱን ዕጥቁን ኣብ ኢዱ ከሎ እዩ ሽግር ኤርትራ ክፍታሕ ዝከኣል። ሕንፍሽፍሽ እንድሕር መፅያ ከምዛ ንሪኣ ዘለና ግን ኣኺሊና ኢና ሰራዊት ህዝቢ ኤርትራ ሰለስተ ሚልዮን ኣርባዕተ ሚልዮን ቀተልትና ካልእ እዮም ካልእ ክኾኑ እዮም ፅባሕ ንግሆ ሕጂ ባዕልኻ ንባዕልኻ የታፋንኑኻ ኣለዉ ሽዑ ደም ምስ ተዳመኻ ንሳቶም ባዕሎም ጉዳዮም ዝሰርሑ ሽዑ ንዓኻ ንኹልኻ ነቶም ዝዕልምዎም ዘለዉ የጥፍእዎም ነቲ ብኤርትራ ዘለኻ የጥፍእዎ ከም ዓቕሞም ማለት ዕላማኦም እውን ንሱ እዩ ናይ ግዳም ሓይልታት ንሱ እዩ ስለዚ ብፍላይ መንእሰያት በርጌድ ንሓመዱ ነዞም ኣብ ስክሪን ገይረም ዘለኹ ሰባት ካይትስዕብዎም ካይትስዕብዎም ጽባሕ ንጎሆ ካብ ግዜ ናብ ግዜ ዝእጎድ ዘሎ ሓዊ ክትፈልጥዎ ትክእለኩም። ካብ ግዜ ናብ ግዜ ኣብ ደላይ ፍትሒ ዘሎን ኣብ ደጋፋይን ዘሎን ኣብ ኩሉ ክብርታቱ ደው ኢሉ ናይ ምቅዋምን ናይ ምድጋፍን ኣፈላልይዎ ዘሎ ውዒል ሓዲሩ ንሱ ክጥርነፍ እዩ። እዞም ኣብ ኢትዮጵያ ከይድኩም ምስ ኣብ ሕመድ ወጊንኩም ዘለኹም ሰባት ውዒልኩም ሓዲርኩም ንስኹም ግዳ ኣይትኾኑ መልሳት በርጌድ ንሓመዱ እዚኣ ክትፈልጥዋ ትክለኩም ምክንያቱ እቲ ዝበዝሐ ደላይ ፍትሒ ኣብ ታሪኹን ኣብ መንነቱን ኣብ ኩሉ ክብርታቱን ደው ኢሉ በዛ ኣነ ዝዛረባ ዘለኹ ሓሲቡ ሽግሩ ክፈትሕ ዝደሊ በዚ ሓብ ደላይ ፍትሒ ኦኬ እቲ ከም ደጋፋይ ክፍለጥ ዝጸንሐን ከም ደጋፋይ ዘሎን ከኣ ነኝ። ካብ ግዜ ናብ ግዜ ሽግር ኤርትራ ተረዲእዎ ን ምስ ኣሕዋተይ ክዳመይ ኣይደልን እዞን ክልተ ሰለስተ ኣርባዕተ ሰብ ይውረዱልና ኣብ ሃገርና ሕግን ሕጋውነትን ይሃሉ ክብል እዩ ርዱእ ነገር እዩ ማለት እዩ ስለዚ ህዝቢ ኤርትራ ኣበይ ደው ኢሉ ኣሎ ኣብዛ ዘሕልፋ ዘለኹ መልእኽቲ ውዒል ሓዲሩ ደው ክብል ስለዚ እዞም ምስ ኣብ ኣሕመድ ወጊንኩም ትኸዱ ዘለኹም ሰባት ብኹሉ ግዳይ ክትኮኑ እኹም ጥራይ ኩን ክትተርፉ እኹም ስለዚ መንእሰያት በርጌድ ንሓመዱ ነዚ ነገር እዚ ብግቡእ ክትርድእዎ ኣለኩም ከሎ ጌና ካ ክትጥንቀቕሉ ዘለካ ነገር ድራማ ኣይኮነን እዚ ፊልሚ ኮንካ እንትርኢ ዘለኻ ክትዳመ እኻ ዝዳሎ ዘሎ ማለት እዩ ኢትዮጵያውያን ንሱ እዮም ዝዳሉ ዘለዉ ናይ ገንዘብ ሽግር የብልካን ናይ ዕጥቂ ሽግር የብልካን ናይ ታንኪ ሽግር የብልካን ንዓጥራ ኸድ ምስ ኣሕዋትካ ተቃተል ፅባሕ ንግሆ ኸ ኣብ ምንታይ ደው ዝብል እንታይ እዩ ደው ዝብል ኢትዮጵያ ከይዶም ዘለዉ ናይ ሓደ ዞባ ኣህምሽ ትበሃለኹም ሓደ ክልተ ተሓዊስኩም ኣንክትክሉ ብምሉኹም ደቂ እኮለ ጉዛይ እዮም ትባሃሉ ዘለኹም መንእሰያት ደቂ እኮለ ጉዛይ ክትርድዎ ኣለኩም እቲ ነገር ህዝቢ ኤርትራ ዝርድኦ ዘሎ ኣረዳድኣ ክርድኣኩም ክእል ኣለዎ ሓደ ክልተ ከም በዓል ኪሮስ እዮም ተሓዊሶም ዘሎ እምበር ደቂ ኣኮለ ጉዛይ እዮም ምስ ኣብ ኣሕመድ ወጊኖም ዘለዉ ትበሃል ኣለኹም ኣነ ከም ወዲ ኣኮለ ጉዛይ ይጉሂ ይሓርር ይሓርር እንታይ ስርሑ እዩ እዚ እንታይ ስርሑ ኣነ ምስዞም ሰራዊት ኤርትራ ኣሕዋተይ እዮም እዞም ምስ ኣብ ኣሕመድ ወጊንኩም ዘለኹም ከዓ ኣሕዋተይ ኢኹም እዚ ነገር እዚ ደው ክብል ኣለዎ ምስ ጓና ወጊንካ ኣይኮነን ብጥይት ብኢድካ እውን ሓውካ ክትንክፎ ይብልካን ክትንክፎ ይብልካን በርጌድ ንሓመዱ ኣብዚ ኤውሮጳ ምትርራም ምስ ጀመርኩም ሽዑ ዝተዛረብኳ ዘረባ ነይሮም ኣነ እምኒ ደርብየ ደም ኣሕዋተይ ኣሕዋተይ ደም ከውፅእ ኣይደልን ዝበልኳ ዘረባ ብልክዕ ንሱ እዩ ምክንያቱ ህዝቢ ኤርትራ ናይ ኣረዳድኣ ፀገም እዩ ፈጢርና ዘለና ናይ ኣረዳድኣ ለውጢ ከየምጻና ስለ ዝተቃተልና ዝፍታሕ ሽግር የለን እዚ ኢና ክንርድኦ ዘለና ናይ ኣረዳድኣ እዚ ብ ኤርትራ ዘሎ ጉጅለ ንኩልና እዩ ዘጽንተና መን ኣሎ ዝተጠቅመ ደጋፋይ ኮይኑ ካብዚ ጉጅለ ዝተጠቅመ የለ ኣሎ የለን የለን ኩልና ኣብ ባሕሪ ንጠፍእ ኩልና ኣብ ሳህራ ንጠፍእ ኩልና ኣብቲ እስር ቤት ንድሕሪ ሓቲትና ኣብኡ ኩልና ንጸንት ዝተጠቕመ ነገር የለን። ታይ ስለምንታይ ድኣ ነዚ ነገር እዚ ብሓደ ኩልና ደው ክንብለሉ ዘይከኣልና እንተልካኻ ናይ ኣረዳድኣ ጸገም ፈጢርና ስለ ዘለና እዩ። ሕጂ ናይ ኣረዳድኣ ናይ ኣተሓሳስባ ለውጢ ኢና ክንፈጥር ዘለና ቀዳምነት ደኣ እምበር ስለ ዝተቓተልካ ንፈትሖ ነገር የለን። ሽግር እንተዘይኮይኑ ክውስኽ ማለት እዩ። ስለዚ ሸርበልዋ ነዚ ነገር እዚ ጸቂጥካ ክስርሓሉ ክኽእል ኣለዎ ኒሕና ፍትሕን ለውጥን ህዝብናን ሰራዊትናን ወዲብና ሓያል ውዳበ ፈጢርና ነቶም ውሑዳት ሰባት ከመይ ቢልካ ሒዝካ ለውጥን ፍትሕን ተራጋግጽ በዚኣ ኢና ኤርትራ ሓጺብና ክነጽርያ ንኽእል ማለት እዩ በዚ ኣብ ትሕቲ ኣብሕመድ ዘካይድዎ ዘለው ግን ህዝቢ ኤርትራ ክጸነትን ኩናት ሕድሕድ ክፍጠርን እንተዘይኮይኑ ዝፍታሕ ሽግር የለን። ስለዚ መንእሰያት ብርጌድ ንሓመዱ እዞም ሰለስተ እዞም ሽዱሽተ ገለ ኣብ ኢትዮጵያ ታዕሊም ከፊትና ኣለና ንዕምፁ ገለ ዝብልኹም ዘለዉ እታ ብኣ ተፈጢራ ዘላ ታዕሊም ትበሃል ዘላ መንእሰያት ብርጌድ ንሓመዱ ባዕልኹም ከተዕንውዋ ክትክእሉ ኣለኩም ንሕና ምስ ኣብሕመድ ወጊንና እሕዋትና ንቐትለሉ ነገር የለን ንእስያስን ጉጅሉን ብካልእ መንገዲ ኢና ክሳዱ ንቆርፆኹም ክትብሉ ዘለኩም ንነገር ክርዳእኩም ክኽእል ኣለዎ ፖለቲካ ክርዳእኩም ክኽእል ኣለዎ ፖለቲካ መጀመርታን መወዳእታ መጀመርታ ኣይኮነን ቀዳምነት ከግድሰካ ዘሎ መወዳእታ መወዳእታ እንታይ እዩ ንድሕር ዘይፈሊጥካ ትርጉም የብሉን በየን ጀሚርካዮ ስለዚ በየን ጀሚርካዮ በየን ትውድኦ ክትፈልጥ እንተዘይክኢልካ ፖለቲካ ሓደገኛ እዩ ከሎ ጌና እኻ ክትጥንቀቐሉ ዘለካ ማለት እዩ ረሳሕ ስነ ሓሳብ ረሳሕ ፖለቲካ ካብ ግዜ ናብ ሓጊ ናብ ግዜ ኣብ ሓንጎልካ ኣብ ኣተሓሳስባኻ እንድሕሪ ወቲፎምልካ በቃ ዓሌትካ ተጽንት ህዝብኻ ተጽንት እታ ገዛኻ ንባዕላ እታ ቀረባ ስድራቤትካ ውን ክትውድኣ ትኽእል ኢኻ ስለዚ ፖለቲካ ጥንቀቐሉ ትክእል ኣለካ ምክንያቱ ፖለቲካ ጉጉይ ስነ ሓሳብ ጉጉግ ጉጉይ ኣረዳድኣ ካብ ግዜ ናብ ግዜ ኣብ ህልኽን ኣብ ካልእን ካልእን ድሕሪ እቲካ ኣይኮነን ብህዝብኻሲ ነታ ቀረባ ስድራቤትካ ውን ክትውድኣ ትኽእል እኻ ረሳሒ ፖለቲካ። ከሎጌና ክንፈልጦ ንክእል ኣለና ሽግርና ቤን ንፈትሕ ክንርድኦ ንክእል ኣለና እንታይ ዓይነት ውዳበ የድልየና ኦኬ ጥይት ተኩስና ንውልቀ ሰባት ክነጥቅዕ እንድሕር ኮይንና ውን በዓል መን እዮም ክትፈልጦም ክትላ ወሲንካ ንውሱናት ሰባት ዓዲ ሃሎ ከድካ ድዩ ኣብ ውሽጢ ኣስመራ ኣቲኻ ድዩ ነዚ ከተተግብሮ ኣብ ሰራዊት ዘሎ ውዳቤ የድልየካ ኣብ ኤርትራ ዘሎ ህዝቢ ኤርትራ ውዳቤ የድልየካ ኦኬ ከሎ ጌና ንስኻ ኣብ መንነትካ ኣብ ታሪክካ ኣብ ኩሉ ክብርታትካ ፍትሕን ለውጥን ንምምፃእ ትቃለስ ዘለኻ ንበዓል መንኻኸ ከተጥቅዕ ትደሊ ዘለኻ? ናይ ቀጻሊ ሕቶኻኸ እንታይ'ዩ? ህዝብን ሰራዊትን ካብ ግዜ ናብ ግዜ ብኹሉ ነገር ክበጽሖ ክኽእል ኣለዎ። ብፌስቡክ ድዩ፣ ብሳትላይት ድዩ፣ ብዩቱብ ድዩ ወዘተ ወዘተ እቲ ነገር ናብ ህዝብን ናብ ሰራዊትን ብከምዚ ዓይነት ኣወዳድባ ክንበጽሖ ክንክእል ኣለና። በቃ ኤርትራውያን ነዚኣ ኮሎ ጌና ክንጥቀመላ ንፈትን ካብዚኣ ወፂና ምስ ኣምሓሩን ምስ ኦሮሞን ምስ ሓደን ምስ ተጋሩን ተሓዋዊስካ ጥይት ተኩስካ ንህዝብኻ ምቕታል ግን እታ ነገር እንታይ ምዃና መወዳእታ ክንፈልጣ ክንክእል ኣለና ብዝኾነ ሰሰናዩ